ሄሎ ከመይ ኣለኹም ሰላም ደ እሺ ለማዓንቲ ብዛዕባ ቨርብ ቱፒ ክንርኢ ኢና ቨርብ ቱፒ ቨርብ ቱፒ ክበሃል ተሎ እንታይ ማለት እዩ we are going to see about the verb to be verb to be ኣብ ትሕትኡ ብዙሓት ክስታት ዝሓዘ እዩ ኣብ ትሕትኡ ዘለዉ ቢ ተባሂሎም ጠቕላላ ዝፅውዑ ግስታት እዮም ንኣብነት ቨርብ ቱ ቢ ባዕሉ ቢ ኣሎ ኣም ኢዝ ኣር ወዝ ዌር ቢንግ ቢን እዚኣቶም ኣጠቓሉ ዝሓዘ ቨርብ ቱ ቢ እናተብሃለ ይፅዋዕ። እዚኣቶም ድማ ኣብ ሕላፍ፣ ኣብ ፕሬዘንት ቴንስ፣ ኣብ ፓስት ቴንስ ዘገልግሉሉ እውን ኣለዎም እዩ ማለት እዩ። እሺ እቲ ፎርሚ ሰንቴንስ ኮንስትራክት ንገብር ተለና ከመይ እዩ? ሳብጀክት ፕላስ ቨርብ ቱ ቢ ፕላስ ኮምፕሊመንት Subject፣ እቲ ናይ መጸውዒ፣ በቃ ብዛዕባ እቲ ንናገሮ ማለት እዩ። Verb to be፣ እቲ ግሲ እዩ። እቶም ግስታት ኣብ ውሽጢ፣ ኣብቲ ስር ግዛዕ ዘለዉ ካብኣታቶም መሪጽካ ማለት እዩ፣ ከከም ሳብጀክቱ ማለት እዩ። Complement ማለት ናይ መወዳእታ ዘሎ ሓረግ ማለት እዩ። እሺ እሺ ንኣብነት ኩሎም ሳብጀክታት ደሞ ወይ ደሞ ኩሎም ክንዲ ስም ወይ ደሞ ፕረናውን ነንባዕሎም ዝኾነ ቨርብ ቱ ዝወስድዎ ኣለዉ ማለት እዩ ኣይ ተኮይኑ እንታይ ይወስድ ኣም ዝብል ነገር ይወስድ ኣይ ኣም እንድሕር ግራ ኣነ እዚ እየ እናበልካ እየ ዝብል ይገልጽ ኣም ማለት እዩ ዊ ኣር ክብል ከሎ ኣር ይወስድዎ ዶ ኣር ዊ ኣር ኣሕና ከምዚ ኢና ዊ ኣሕና ማለት እንድዩ ኣሕና ከምዚ ከምዚ እዩ ኢና ኢለና ኣሎ ዩ ኣር እስኻትኹም ወይ ድማ እስኻ ከምዚ ከምዚ ኢኹም ይነን ኣሎ ኣር ዝብል ነገር ማለት እዩ ዘይ ኣር ኣር ይወስድ ዘይ እውን ማለት እዩ እሳቶም ከምዚ እዮም ወይ ደግሞ ምዃኖም እንታይ ምዃኖም እዩ ዝገልጸና ዘሎ እንታይ ዓይነት ግዛዕ ምዃኖም ኣብቲ ኤግዛምፕል ንርኢ ተለና ክርድአኩም እዩ ይዘ ወይ ዝወስድዎ ቢ ዝወስድዎ ቢ ኢና ንርኢ ዘለና ሕዚ ሺ ሂ ኢት ተኮይኑ ደሞ ኢዝ ይወስዱ ማለት እዩ ሂ ማለት እሷ ወይ ድሞ እሳ ማለት እዩ። ሂ ተኾይኑ እሱ ማለት እዩ። ኢት ማለት ንነገራት ወይ ድሞ ሰብ ንዘይኮነ እሷ እሳ ወይ ድሞ እሱ ማለት እዩ። ከዛ እሳ ከምዚ እያ፣ እሱ ከምዚ እዩ። በቃ ንነገራት እውን ከምኡ ማለት እዩ። ስለዚ እዚኦም ይወስዱ ይወስዱ። እስኪ ኤግዛምፕል ንርኣይ። ንርኣይ ኣይ ኣም ኤ ቲቸር ክብል ከሎ እንታይ ማለት እዩ? ኣይ ኣም ኤ ቲቸር ኢልካ ኣይ ኣም ኤ ቲቸር ኣነ መምህር እየ ኢለና ኣሎ። ኣም ማለት እየ ዝብል መእሰሪ ዓንቀጽ ኮይኑ የገልግለና ማለት እዩ። ኣይ ኣም ኤ ቲቸር ክብል ከሎ ስለዚ ቲቸር ምዃኑ እዩ ዝገልጸና ኣሎ። ናይ ምዃን ግሲ እዩ ደልና መን ምዃኑ እዩ ዝገልጸና ዘሎ እንታይ ምዃኑ እወ ዊ ኣር ስቱደንትስ ኦኬ። እሳቶም ድማ ኣሕና ተምሃሮ ኢና በቃ ዝኾነ ሰብ እንድሕር መጹ ኢላ ጠይቕዎም ኮይኑ ወይ ደሞ ዝኾነ ሕቶ ሓቲትዎም እንታይ ኢኹም ንስኻትኩም ገለ ገለ ክብሎም ክኽእል እዩዎ ዶ ከምኡ ኣብ መዓልታዊ ሂደትና ከምኡ ንብል ኢና ወዶ ሕና ተምሃሮ ኢና ኣይ ኣብዚ እዚ ኢሉ ምክንያት ይፀውዕ ወይ ደሞ ዝኾነ ነገር ይፀውዕ ወዶ ዊ ኣር ስቱደንትስ ይብለና ኣሎ ማለት እዩ ዊ ኣር ኣር እንታይ ማለት እዩ ካብ ቢ እዩ እዚ እውን ስለዚ we are student ንሕና ተምሃሮ ኢና ማለት እዩ። you are a student ንስኻትኹም ወይ ደሞ ንስኻ ተምሃራይ ኢኻ። students እንተኾይኑ ንስኻትኹም ማለት እዩ። student እንተኾይኑ ንስኻ ማለት እዩ። ስለዚ you ንስኻ ንስኻን ንስኻትኩምን ስለ ዝገልጽ ብጠቕላላ ማለት እዩ። he is a doctor ይብለና ኣሎ ኢዝ ስለዚ ቨርቢ ቱ ቢ እዩ ኣር ኣር ኣም ቨርቢ ቱ እዮም ማለት እዩ እዚኦም ስለዚ ሂዝ ዶክተር ክብለና ከሎ እንታይ ማለት እዩ እሱ ዶክተር ምዃኑ እዩ ዝገልጸና እንታይ ምዃኑ ዶክተር ምዃኑ ይገልጸና ኣሎ ኦኬ ሕቶታት እውን ንሓትት ተለና ብዚ ተጠቒምና ወይ ድማ ቨርቢ ቱቢ ተጠቒምና ሕቶታት ንሓትት ተለና እቲ ቨርቢ ቱቢ ናብ መጀመርያ ይመጽእ እሞ ካብኡ እቲ ሳብጀክት የኸትል ማለት እዩ። ሳብጀክት ተኸትሉ ይመጽእ። ፎር ኤግዛምፕል ኣይ ኣም ኤ ቲቸር ክብለና ተሎ ከዚ ናብ ጥያቄ ቀይሮ ዳ እንድሕ ኮይና ኣም ኣይ ቲቸር ንባዕሉ ዝኾነ ነገር ጥያቄ እንድሕር ወይ ድማ ዝኾነ ሕቶ ተሓትተ ኮይንካ ንባዕልካ ኣም ኣይ ቲቸር ኣነ መምህር ድየ ዝኾነ ነገር ንናገር ኢና ወደ ዝኾነ እቲ ዝኾንናዮ ኣነ እዚ ድየ ገለ ኢልና ንናገር ኢና ስለዚ እዚ ኢና ለ ዘሎ ስለዚ ሕቶ ንሓትት ኣለና እቲ ግሲ ናብ መጀመርያ ይመጽእ ማለት እዩ እስኪ ካልኣይ ኣርዊ ስቱደንትስ ሓና ተማሃሮ ኢና ወይ ዝኾኑ ተምሃሮ ናብ ዝኾነ ቦታ ካብቲ ትምህርቲ ወፂኦም ናብ ዝኾነ ቦታ ከዱ እሞ ባዕጣ ባዕሎም ስካብ ዝጠራጠሩ ኣብፂሖም ጠራጠሩ ክለኩም ብግልፂ ዘይኮነ በቃ ኣእምሮም ንምጠያቕ ኣሕና ተምሃሮ ዲና ከዚ ንባል ዝበሃል ነገር እኒኦ ወር ሃምኡ ኢሎም ጠይቁ ኣለዉ ወይ ኣረ ስቲዶን ኣርዊ ስቲዶን ኢሎም ኣርዊ ስቲዶን ክብለካ ኣሎ ተሎ ኣሕና ተምሃሮ ዲና እናበሉ እዮም ዘለዉ ማለት እዩ ስለዚ ላፍትና መጀመርያ መፅኡ እዚ ዶክተር ዋ እሱ ዶክተር ድዩ ኣብዚ እናውጋዕና እሱ ሃምዚ ሃምዚ ብዛዕባ እሱ እቲ ሳብጀክትና እሱ እዩ እቲ ሰብ ዛዕባና ማለት እዩ እሱ እዚ ድዩ ገለ ኢልና እንድሕር ንሓትት ኮይና እቲ ናይ መጀመርያ ዝመጽእ እቲ ግሲ እዩ ኢልና እንናውር ኢዝ ሂ አ ዶክተር ኢለና ኣሎ ኮሽን ማርክ ኣብቲ ናይ መወዳእታ እሺ ስለዚ እዚ ገይርና ንጥቀም ንኽእል ኢና ማለት እዩ እሺ ኔጌቲቭ እንድሕር ንገብሮ ኮይና እቲ ዓረፍተ ነገርና ከ እንታይ ንገብሮ ወይ ደሞ ዘ ሴንቴንስ ኣይ ኣም ናት ቲቸር ኢለካ ኣም ናት እቲ ቨርቢ ቱ ቢ ኣኸትሉ ታይ ይመፅእ ማለት እዩ? ነገቲቭ ወይ ድማ ኣፍራሽ ነገር ማለት እዩ። ናት ኣይ ኣም ናት እ ቲቸር እወ ዊ ኣር ናት እ ስቱደንትስ ንሕና ተምሃሮ ኣይኮንናን። ዘይ ኣር ኖት ስቱደንትስ ንሳቶም ተምሃሮ ኣይኮኑን። ከምዚ ከምዚ ንብል ኢና ማለት እዩ። ስለዚ እንታይ ምዃኖም እንታይ ዘይምዃኖም እውን ኣፍራሽ እንድሕር ኮይኑ ዘይምዃኑ እዩ እንግዲህ ብዛዕባ ምዃን እዩ ዘውርየና ዘሎ ወሩ እወ እንድሕር ኣፍራሽ መፂኡ ግን ዘይምዃኑ እሱ ተምሃራይ ከም ዘይኮነ ዝገልጸና ነገር እዩ ዝሕልፈልና ማለት እዩ ኦኬ እስኪ ላብቲ ቀጽሉ ዝኸነ ቱቢ ብዙሓት ጥቕምታት ኣለዎም ብዙሓት ነገራት እውን የኸትል እዩ ስም የኸትል ኣጀክቲቭ የኸትል ፕሮፖዚሽን ፍሬዝስ የኸትል ብዙሓት ነገራት የኸትል እዩዎ ዶ እስኪ ቨርቢ ቱቢ እንድሕር ናውን ኣኸትሉ እንታይ ዓይነት ስትራክቸር ኣለዎ ንርኣዮ። ኤግዛምፕል ኣይ ኣም ኤ ቲቸር ኢልና እኮ ቲቸር ማለት ስም እዩ ኣም የኸትልዎ ዘሎ ቲቸር እዩ ስለዚ ቲቸር ምዃኑ የኸት የርእየና ኣሎ ማለት እዩ ኦር ኣይ ወዝ ኤ ቲቸር ኣነ አ መምህር ነይረ ወዝ ሕላፍ እዩ ወዝ ነይረ ዝብል እዩ ኣም ኣይ ወዝ ኤ ቲቸር ኢለና ኣሎ እሺ እንደገና ከበደ ኢዝ ኤ ዶክተር ኢለና ከበደ ዶክተር እዩ ዶክተር ምዃኑ ይገልጸልና ኣሎ ስለዚ ዶክተር ስም እዩ ሲማ ከትሉ ማለት እዩ ኢዝ ዝብል እሺ ኦር ከበደ ወዝ ዶክተር ከዚ ናብ ካልእ ሽፍት ገይሩ ኣሎ ማለት እዩ እቲ ሞያኡ ዶክተር ነይሩ እንድሕር ደኣ ንብል ኮይና ከበደ ወዝ ዶክተር ኢልና ነሕልፍ ማለት እዩ እቲ መልእኽትና ኦኬ ቀጽሉ ሰልሳይ ዩ ኣር ስቱደንትስ ንስኻትኩም ተምሃሮ ኢኹም እወ ስቱደንትስ ኤስ ስለ ዘኸተለ ናብ ብዙሕ ስለ ዝተቐየረ ዩ ኣር ስቱደንትስ ኢለና ኣሎ ስለዚ ተምሃሮ ኢኹም ኢለና ዘሎ ማለት እዩ ስም እዩ ሰ ተምሃሮ እውን ዩ ወር ስቱደንትስ ዌር ዌር ክብለና ተሎ ናይ ኣር ሕላፍ እንድዩ ስለዚ ናይ ዝሓለፈ ነገር ተምሃሮ ከም ዝነበሩ እዩ ዝገልፀና ዘሎ ማለት እዩ ስለዚ እዚኦም እዚኦም ንብል ንኽእል ኢና ስም ድሕሪ ከትሉ እዚኦም ዓይነት ስትራክቸር ዘለዎም ኮንስትራክሽን ንገብር ኢና ማለት እዩ ወይ ድማ ሰንተንስ ኮንስትራክሽን ምግባር ንኽእል ኢና ማለት እዩ ኦኬ እሺ ቨርቢ ቱ ቢ ኣጀክቲቭ እንድሕር ኣኸትልኮ እንታይ ዓይነት ስትራክቸር ዘለዎ ሴንቴንስ ንሰርሕ ንኽእል ኢና ወይ ድማ ኣጀክቲቭ የኸትል እዩ ማለት እዩ ብካልእ ኣባሃላ እወ ብዙሓት ጥቕምታት ከም ዘለዎ ኤርና ኢና ብዚ ሊሚትድ ወይ ድማ ብዚ ድድራኽ እውን ኣይኮነን ብዙሕ ጥቕሚ እዩ ዘለዎ መሰረታዊ ሰለስተኦም መሰረታዊ ግስታት እንብለናዮም ዘለና ስለዚ ብእውን ናይ ባዕሉ ዝኾነ ሰፊሕ ድርሻ ዘለዎ ናይ ግሲ ኣካል እዩ። ስለዚ to be plus adjective እንታይ ዓይነት ሰንተንስ ይፈጥር? ኤግዛምፕል ኣም ኤት ትራየድ ኣይ ኣም ታየርድ ታየርድ ኢለና ኣሎ ኣነ ደክመ ኣለኹ ኢለና ኣሎ ታየርድ ዝብል ኣጀክቲቭ ወይ ድማ ገላፂ እዩ እንታይ ምዃንኻ ይገልፀና ኣሎ ማለት እዩ መእሰሪ ዓንቀፅ ኣለዎ እንደገና እንታይ ምዃንኻ እውን ይገልጸና ኣሎ ማለት እዩ። ስለዚ ኣይ ኣም ታየርድ፣ ኣይ ኣም ታየርድ ማለት ደኺመ ኣለኹ፣ ኣይ ዋዝ ታየርድ ደኺመ ነይረ እየ፣ ሕዚ ግን ደኺመ ኣይኮንኩይ ኣዕሪፈ ኣለኹ ክሰርሕ ክኽእል እየ እዩ። ኣይ ዋዝ ታየርድ፣ ኣይ ዋዝ ታየርድ ኢለና ኣሎ። ወዝ ከምዝነበረ እዩ። ከዚ ኣገግም ኣሎ ወይ ደሞ ካብቲ ድኻም ወጺኡ ኣሎ ማለት እዩ እቲ ሰብ። ኦኬ ቃጽሉ ዘሎ ዩ ኣር ኦልድ እዎ ኣይ እዚ እዚ ክሰርሕ ብለ ነይረ እንታ ከመይ እዩ ግን ድሕር ኣማኽሪካ ሓደ ዕቢ ዝበለ ስብኣይ ኮይኑ ኣው ዩ ኣር ኦልድ ዩ ኣር ኦልድ ወይ ድማ እስኻ ዓብዩ እንድኻ ኣሪግኻ ኣለኻ ማለት እዩ ናብቲ እርጋን ድበፅሕኻ ኢኻ ስለዚ እዚ ክምጥነካ ኣይኽእልን እዩ ብጣዕሚ ክኸብደካ እዩ ንማለት እንድሕር ናውሪ ኮይና ብዙሓት ነገራት ናውሪ መዓልታዊ ፀዋታና ስለዚ እዚ ክንብሎ ንኽእል ኢና ከምኡ ንብል ኢና ኸና ዩ ኣር ኦልድ ባይ ዘ ወይ ስለዚ ኣር ዝብል ን ኣጀክቲቭ ኣኸትሉ ንድሕራ መፅእ ኮይኑ ማለት እዩ ዊ ወር ሃንግሪ ዊ ወር ሃንግሪ ክብለን ካቶል እንታይ ማለት እዩ ርሕብና ነይሩ ከዚ ግን በሊዕና ፀጊብና ኣለና ይነካ ኣሎ ማለት እዩ ስለዚ መልእኽቲ ኣለዎ። We were hungry በቃ ሃንገፍገፍ እናበሉ ነይሮም እዮም ሕዚ ግን በሊዖም ጸይግዎም ኣለዉ ማለት እዩ። We were hungry ስለዚ ሃንገፍገፍ ላበልናዮም ነርናሲ ርሕብና ስለ ዝነበረ እዩ ኢሉ ዘሕልፍ መልእኽቲ እዩ ዘለዎ ማለት እዩ። We were hungry ርሕብና ነይሩ ኢሉና ኣሎ። ኦኬ ቱ ቢ ፕላስ ፕሮፖዚሽን ፍሬዝስ እንድሕር ደኣ ኮይኑኻ ፕሮፖዚሽን ፍሬዝ ማለት መስተጻምር ዘለዎ ወይ ደሞ መስተዋድድ እንድሕር ደኣ ነኸትል ኮይና እንታይ ዓይነት ሰንተንስ ኣለዎ እስኪ ኤግዛምፕል ኣይ ዋዝ ኢን ዘ ኪችን ኣይ ዋዝ ኢን ዘ ኪችን ኣብቲ ኪችን ቤት እየ ነይረ ይብለና ኣሎ ወዝ ሕላፍ እንድዩ እዋ ኣይ ዋዝ ኢን ዘ ኪችን ይለና ኣሎ ኦኬ ዘይ ኣር ኣንደር ዘ ብሪጅ ይለና ኣሎ ዘይ ኣር ኣንደር ዘ ብሪጅ እሳቶም ኣበይ ኣለዉ ኣብቲ ድልዲ ትሕቲ እዮም ዘለዉ ማለት እዩ ኣብቲ ትሕቲ ድልዲ ኣለዉ መን እሳቶም? ዘይ እሳቶም እንድዩ። ኣር ደሞ ቨርብ ቱ ቢ እዩ ማለት እዩ። ኣንደር ዘ ብሪጅ ኣንደር ኣፍ ትሒት በቃ ዘይ ኣር ኣንደር ዘ ብሪጅ። ኦኬ ንቐጽሉ ዘሎ እስኪ ሂ ኢዝ ኣንደር ዘ ብሪጅ እሱ እውን ኣፍቲ ትሕት ድልድይ እዩ ዘሎ ኢለና ኣሎ። ኣፍቲ ትሕት ድልድይ እዩ ዘሎ ሂ ኢዝ ኣንደር ዘ ብሪጅ ኦኬ ከምዚ ከምዚ እንብል ንኽእል ኢና ብዙሓት ሰንተንሳት እውን ንሰርሕ ንኽእል ኢና ማለት እዩ ኦኬ ቱ ቢ ኣዝ ኣግዚላሪ ቨርብስ ኣብ መጀመርያ ክገልጸልኩም ተለኹ ቱ ቢ ሜይን ቨርብ ከምኡ እውን ከም ሓጋዚ ወይ ድማ ኣግዚላሪ ቨርብ ኮይኑ እውን ከገልግለና ይኽእል እዩ ኢለኩም ነይረ ወዶ ሓጋዚ ማለት እንታይ ማለት እዩ ሜይን ቨርብ ኣሎ እሱ እውን ከም ሓጋዚ ኮይኑ ንድሕርኡ

ቨርብ ቱ ቢ እዩ ስለዚ ቨርብ እዩ ማለት እዩ ንመን ሕግ ዘሎ ማለት እዩ ወርኪንግ ንዝብል ሓጋዝ ኮይኑ ቀርብ ኣለዎ ማለት እዩ ስለዚ ኣነ እናንተንቀሳቀስኩ እየ ዘለኹ ይብለና ኣሎ ኣይ ኣም ወርኪንግ ሆይ ደውልካ ንሓደ መሓዛኻ ኣበይ ኣለኻ ኣታ ታይ እዩ ገለ ገለ እንድሕር ራኣኻዮ ኮይንኻ ዝኾነ እንቅስቃሴ እንድሕር ኣፍቲ እንቅስቃሴ እንድሕር እንድሕር ነይሩ እንታይ ኢሉ ክምልሰልካ ይኽእል እዩ ኣይ ኣም ወርኪንግ ክብለካ እዩ ማለት እዩ ኣነ እናተቐሳቐስኹ እየ ዘለኹ ላፍቲ ዝኾነ ከባቢ ገለ ኢሉ ክገልጸልካ ከል እዩ ስለዚ ከም ሓጋዚ ኮይኑ ዘገልግል ማለት እዩ ሂ ኢዝ ካሚንግ ኦኬ ወር ኢዝ ሂ ኣበይ ኣሎ ላበ ከይዱ ገለ ንብል ንኸለና ዝኾነ ሰብ ይ ናብ ዝኾነ ቦታ ከይዱ ነይሩ ግን ከዚ ይመጽ ኣሎ ይመጽእ ኣሎ ኣብ ሂደት ወይ ደሞ ኣብ ከይዲ ፕሮግሬሲንግ ከም ዘሎ እዩ ዘምጽእ ለና ing ዘለዎ እንድሕ ኮይኑ ቨርብ ቱ ቢ እንደገና ing ዘለዎ ሜን ቨርብ እንድሕር ኣኸትል ኮይኑ ኣ ሂደት ዘሎ ወይ ደሞ ኣብ ምንቅስቃስ ዘሎ ነገር እዩ ዘገልጸና ማለት እዩ ስለዚ ሂ ኢዝ ካሚንግ ማለት እሱ ይመጽእ ኣሎ ኣብዚ ሕዚ እዋን ፕሬዘንት ኮንቲኒስ ቴንስ ይገልጸና ኣሎ ማለት እዩ እሺ እንደገና ቱ ቢ ኔጌቲቭ ፎርምስ ይሰርሕ እዩ ኢልና እኔና ዓንተቦ እውን ሰሪሕና እኔና እስኪ ኣብዚ ከ ንእሽተይ ንበሎ ኣም ታየርድ ኣም ናት ታየርድ ዋይ እዚ እዚ ኣይሰርሕን ድኻ እንታይ ኢኻ ገለ እንታይ እዩ ደኺምካ ድዩ ኣው ኣይደኸመንን እዩ ኢልካ እንድሕር መልሲ ትህቦ ኮይንካ እንታይ ትብል ትኽእል ኢኻ ኣም ናት ታየርድ ኣነ ኣይደኸመንን እዩ ኢልኻ ኣለኻ ማለት እዩ ሺ ሂ ኢት ኢዝ ናት ታየርድ ሺ ኩሎም እዚኣቶም እንታይ ይወስዱ ማለት እዩ ኢዝ ይወስዱ እሱ እሳ ከምኡውን ዲ ነገራት እሱ እሳ እንታይ ይወስዱ ኢዝ ዝብል ናት ታየርድ ኣፍራሽ እንዮ ስለዚ ኣይደኸሙን ንሳቶም እውን ኢልና ንናገር ንኽእል ኢና ማለት እዩ ኦኬ ዘይ ኣር ኖት ታየርድ ዘይ ኣር ኖት ታየርድ ንሳቶም ኣይደኸሙን እዮም ኣታ ስራሕ እንዶ ክሰርሑ ዶኦም ክቕፅሉ እዮም ሃመይ እዩ ገለ የዕርፉ እንዶ ገለ ኢልና እንድሕር ኣናገሮም ኮይና ብዛዕባቶም ዛዕባታት እናገሮም ዘለና ኦ ኣይ ደሓን እዮም ኣይደኸሙን እዮም ዘለዉ ኢልና ንምልስ ንኽእል ኢና እውን ዚ ኣር ኖት ታየርድ ንሳቶም ኣይደኸሙን ኢኻ ትገልፅ ኣለኻ ማለት እዩ ኦኬ to be question forms question more forms መጀመሪያ እውን ንርያ እስኪ ኣብዚኣ እውን ተሓወስና ወይ ድሞ እንታወሰኽናዮ ምነ ከነርዎ ዶ ኣር ዩ ታየርድ ንድኻም ደኺምካ ዶ ዘሎ ደኺምካ ዶ ኣሎ ኢልካ እንድሕር ትሓታ ኮይና ኣር ዩ ታየርድ ኮሽማ ኣም ኣይ ታየርድ ደኺመ ዶ ኣለኹ ኦው ኣር ዘይ ኣር ዘይ ታየርድ ደክሞም ዶ ኣለዉ ኢዝ ሂ ኦር ሺ ታየርድ ደኺማ ወይ ድማ ደኹም ድዩ ዘሎ ኢልና ንሓትት ንኽእል ኢና ማለት እዩ ብዙሓት ሕቶታት ወይ ድማ ብዙሓት ንሓቶም ዘለና ነገራት እውን ከምዚ ጌርና ንገልጾም ንኽእል ኢና ማለት እዩ እሺ እንድሕር እዚ ቪድዮ ፈቲኹሞ ኮይንኩም ሳብስክራይብ ሼር ኤንድ ላይክ ግበሩ እሞ ንዚ ቻናል ቤተሰብ ኾኑ ግራመር ብጣዕሚ ብጣዕሚ ጠቃማይ ዝኾነ ግራመር ከመሓላልፈልኹም እየ ማለት እዩ። እዚ ቪድዮ ብጣዕሚ ኣድላይ እዩ። ስለዚ ቤተሰብ እዚ ቪድዮ ኾኑ